ኣርእስትና ናይ ሎምዓንቲ ትሕጃ እዩ። ውሕስነት ትሕጃ እንታይ ማለት እዩ? ኣብ ዝተወሰነ ኩነታት ንኣብነት ወይ ክንልቃሕ ኮለና ወይ ገዛ ክንካረ ኮለና ነትሕዞ ክፍሊት ናይ ገንዘብ ማለት እዩ። እዚ ማለት ንኣብነት ነቲ ዋና ገዛ ውሕስነት ኣለዎ ወይ ድማ ውሕስነት ይህቦ ማለት እዩ። ነዚ ሓሳብ ብግሉጽ፣ ብንጹር፣ ንምግላጽ ሓደ ሓደ ነጥብታት ከምዚ ዝስዕብ ይመስል። ትርጉም ትሕጃ ማለት ብጀርሞይ ወይ ካውትሲዮን ማለት ንኣብነት ክሳራ እንተጋጢሙ ወይ ሓደ ነገር እንተተባላሽዩ በቲ እተኸፍለ ትሕጃ ካብኡ ይትካእ ማለት እዩ። እቲ ካልኣይ ነጥቢ ንኣብነት ዋሕስ ኣብ ካልእ ኩነታት ዋሕስ ኣብ ካልእ ከባቢታት እውን ክኽሰት ይኽእል እዩ። ንኣብነት ኣብ ናይ ስፖርት ሜዳ እንድሕር ኬድካ ቴንስ ክትጻወት ተደሊኻ እቲ ናይ ቴንስ ሽሊጋ ብሃል ኣብዚ ዓዲ እቲ መህረሚ እሱ እንድሕር ተለቂሕካ እሱ ከይተባላሸወ እንድሕር ተመሊስካ እቲ ትሕጃኻ እውን ምሉእ ብምሉእ እምለሰካ እንድሕር ኣብኡ ገለ ጉድኣት ፈሊጡ በቲ ውዕል መሰረት ካብቲ ትሕጃኻ ይጎድል። እንተዘይ መሊስካዮ እውን ካብቲ ዝኸፈልካዮ ትሕጃ ካብኡ ይኽፈል ማለት እዩ። እዚ ማለት ግን ግድን ገንዘብ ጥራሕ ኣይኮነን፣ ንኣብነት መፍሒ መፍትሒ ማኪናኻ ወይ ናይ ፍቓድ መዘወሪ ማኪናኻ እውን ክተረግብ ትኽእል ኢኻ። ነቲ ዝተለቃሕኻዮ ንብረት ምስ መለስካ ድማ እቲ ዝሃብካዮ ከም ትሕጃ ዝሃብካዮ ብቐጥታ ይምለሰካ ማለት እዩ። ሳልሳይ ነጥቢ፣ ናይ ክራይ ተቐማጢ ገንዘብ ወይ ናይ ክራይ ትሕጃ ገንዘብ። ኣካረይቲ ገዛ ቡቲ ናይ ትሕጃ ክሓቱ ልሙድ እዩ እዚ መብዛሕቱ ግዜ ስጋዕ ሰለስተ ወርሒ ናይ ክራይ ገዛኻ ይበጽሕ ማለት እዩ። እዚ ማለት ነቲ ዋና ገዛ ውሕስነት እዩ በቲ ትኸፍሎ ትሕጃ እቲ ገዛ ብጽቡቕ ከም ትካናኸኖን ከም ትሕዞን ተረጋግጸሉ ኣለኻ በዚ ትሕጃ ማለት እዩ። ዕላማ ናይዚ ግን እንታይ እዩ ነቲ ዝኸፈልካዮ ገንዘብ ወይ ትሕጃ ነቲ ተኻራይን ኣብተን መንበሪ ገዛ ንኣብነት እንድሕር ተባላሽዩ ወይ ጉድኣት ወሪዱ ወይ ክራይ ገዛ እንተይከፊልካ ነቲ ዋና ገዛ ክሳራ ምእንቲ ከይፈጥረሉ ዝከላኸለሉ መገዲ እዩ። ሓምሻይ ነጥቢ፣ ምምላስ ናይ ገንዘብ ትሕጃ። ንኣብነት እቲ ክራይ ውዕሊ እንድሕር ወዲኡ ወይ ገዛ ክትቅይሩ ተደሊኹም ኣብቲ ገዛ እውን ዕንወት ወይ ድማ ዝኾነ ነገር ዘጋጠመ እንድሕር ደየለ እቲ ዋና ገዛ ነቲ ዝተኸፍለ ትሕጃ ናይ ምምላስ ግዴታ ኣለዎ። እቲ ዋና ገዛ ግን ንሽዱሽተ ወርሒ ዝኣክል እቲ ገዛ ስጋዕ እንድጻረይ እንድሕር ደይተጻረየ ጉዳይ ኣሎ ንክሕዞ መሰል ኣለዎ። ሻድሻይ ነጥቢ እቲ ሕጋዊ መሰረት ኣብ ጀርመን ብዛዕባ ተቐማጢ ወይ ትሕጃ ገንዘብ ዝምልከት ኣብ ሕጊ ሲቪላዊ ተቐሚጡ ኣሎ። እዚ ድማ ኖየኽ ተኻራይን ናካራይን ድሕግዝ እዩ። ኣብ ጀርመን ልሙድ ኣሰራርሓ እዩ። ጆብ ሰንተር መዓት እዩ ነቲ ትሕጃ ገንዘብ ወይ ድማ ኣብ ምምላስን ከመይን ይሰርሕን። ጆብ ሰንተር ነቲ ተቐማጢ ወይ ትሕጃ ገንዘብ ክትከፍሎ እንተኸኢልካ ክትክኸፍለሉ ዝኸእል መገድታት ኣሎ። እዚ ማለት ግን ጆብ ሰንተር ብቐሊሉ ከፍሎ ማለት ኣይኮነን። ጆብ ሰንተር ትትሕጃ እንድሕር ከፊል ኢልካ እስኻ ካብቲ ዝወሃበካ ወርሓዊ ወለድ ዘይብሉ ለቓሒ ወርሓዊ ትኸፍሎ ናብም ማለት እዩ። ንኣብነት ካብቲ ጆብ ሰንተር እንድሕር ወጺኻ ሓድሽ ስራሕ ምስ ትረክብ ድማ እትቡ ገንዘብ ምሉእ ብምሉእ ናብም ክትከፍሎ ግዴታ ኣለካ።